ቅድሚ ናብ ካልእ ኣርእስቲ ምኻድና እስከ ንገረና ብዛዕባ ስኒ እኮ ዳርጋ ኣብ ዓድና እኮ ሰኣን መወዝ ተበላሽና ነይርና እምበር ስኒ ዘበላሽዩ ሽኮራዊ ብዙሕ ኣይነበረናን ዝበዛሕና ማለት እዩ ብሓፈሻ ግን ሩቲን ናይ ስኒ ምክልኻል እንታይ ዓይነት ክንገብር ንኽእል መጀመርያ ካብ ነዞም ናትና ሕብረተሰብ ጀነራል ኣብ ምንታይ ዊክነስ ኣለና ኣብ ስንና እንታይ እዩ እቲ ጸገም ትብሎ ካብቲ ንስኻ ትርዮሲ ኢንጀነራል ካብ ካልእ ሶሳይቲ ስፐሲፊክሊ ናትና ጸገም እንታይ ኮን ይኸውን ትብል? ኣብ ኣነ ኦፊሰይ መዓልታዊ ዝሪኦ ብጣዕሚ ሰብ ተጎዲኡ እዩ በቃ ዋላ እዞም ናሽ መንእሰያት ዋላ ገለ ዋላ ገለ ምሻ ኣሎ እቲ ስኒ ኣብዚ ዓዲ ናይ እዚ ዓዲ ፕሮቶኮል ክነግረካ እዚ ኣሜሪካ ደንታል ኣሶሽን ናና ፕሮቶኮል እንታይ እዩ ካብ ወዲ ዚሮ ዓመት ኣትሒዝካ ወዲ ሽዱሽተ ወርሒ ኣትሒዝካ ኤቭሪ ሲክስ ማንስ ኣብ ነፍሲ ወከፍ ሽዱሽተ ወርሒ ኤክስሬ ክትወስድን ከተፅርዮን ክትከታተሎን ይግባእካ ከምኡ እዩ እቲ ፕሮቶኮል ኦኬ ያ እንድሕር ጋም ዲዚዝ ሃሊካ ከዓ ኣብ ሰብ ነፍሲ ወከፍ ሰለስተ ወርሒ ክትርአን ከተፅርዮን ክትከታተሎን እዩ ዝግባእካ ማለት እዩ የስ እንደገና ከ ክነግረካ ሕጂ እዚ ምስ ዴታ ማለት እዩ ስታቲስቲክስ ኦልሞስት ሰብዓ ካብ ሚእቲ ኣዳልት ፖፑሌሽን ኣብዚ ዓዲ ከዓ ፔሪዮድ ዲዚዝ ኣለዎ ማለት እዩ ኦኬ እዚ ኩሉ ዋላ ኤቭሪ ሲክስ ማንስ እንዳኸደ ማለት እዩ ብለካ እዚ ኩሉ ዋላ ከምኡ እንዳገበረ ዓብዪ ስቲል ግን ኦልሞስት ሲክስቲ ሰቨኒ ፐርሰንት ኣለዎ እቲ ናይ ግርጣን ረክሲ ኣለዎ ማለት እዩ ብዛዕዲ ዋላ ሶ ኢማጂን እንድሕር ኢሚግራንት ኮንካ ስኻ ወዲ ዕስራ ዓመት ወዲ ሰላሳ ኮንካስ ቅድሚ ሕጂ ደንቲስትሪ ኢኻ ደይ ትፈልጥ ኮንካ ኸዳ ብጣዕሚ ማለት ሕጂ እቲ ዝዓበየ ንሪኦ እዚ ናይ ግርፃን ረኽሲ እዚ ነቲ ሰብ ወዲእዎ ዘሎ ነዚ ናሕና ሰብ ኢሚግራንት ብሓፈሽ ወዲእዎ ዘሎ እዚ እቲ ናይ ግርፃን ረኽሲ ጋም ኢንፌክሽን ወይ ድማ ደም ምውፃእ ማለት እንዲ ናይ ግርፃን ረኽሲ እዋ ፔሪዳንታል ዲዚዝ ማለት እዩ እሱ እቲ ዝዓበየ ንጥዕና ናይ ኢሚግራንት ጠንቂ ኢዩ ሲሪየስሊ ኣነ ከምኡ ኢየ ዝብሎ ኮይኑ ዘሎ ኣነ ኩሉ ግዜ ፖስት ዝገብር ኢየ ገለ ገብር ኢየ ሰብ ምእንቲ ክሪኦ ኢለ እሱ ኢዩ ማለት ኢዩ ሕጂ እቲ ዝበለጸ ይክንዱ ልክዕ ከምቲ ኣነ ኣብዚ ዓዲ ሓድሽ ከለኹ ቅድሚ ዕስራ ዓመት ተኻታቲለ ልክዕ በታ ዝበሉኒ ፕሮቶኮል ፋሎ ገይረስ ንዓይ ጥራይ ዘይኮነስ ዋላ ደንቲስት ክኸውን ከማን ኣብጺሕኒ ማለት እዩ እቲ ተሞክሮ እሱ so እታ ዝዓበየት ምኽሪ ክብላ ዝኽእል ኣነ ኣብ ዝሃለ ሰብ ሃልዩ ማለት እዩ እንድሕር ናይቲ ሕክምና ኣክሰስ ኣሃልዩዎ ክኸይድን እሙን ሰብ ረኺቡ ነቲ ዝገብሮ ሕክምናዊ ብእምነት ክገብሮ ማለት እዩ እዚ ናምበር ዋን ናተይ ለበዋሲ ዝኸውን ኣብ ክንደይ ግዜ ከነፅሪ ይግባኣና ስንና ኣስከ ጀነራል ዋላቲ ዝበዝሐ ህዝቢ ብፍላይ ድማ ነቶም ቆልዑ how do we uh, train them uh, ምክንያቱ uh, ካብ ሓሚምካ ንሓኪም ምርባሽ ተኸላኺልካ ጥዕና እንተጌርካ እቲ ሕክምና ምኻድ ግዴታ እንድዩ ከም ዝርእዮ ናይ ስኒ ኣብዛ ዓዲ ንኣብነት ነቶም ቆልዑ ቤት ትምህርቲ ይኸድዎም ኣብ ዓመት ክልተ ግዜ ድዩ ገለ እቶም ደንቲስትስ እቶም ናይ ስኒ ክኢላታት ኣብ ቤት ትምህርቲ ይኸድዎም ስለዚ መዓልቲ ስኒ ድዮም ገለ ይብልዎ ንኹላቶም ድማ ኣገባብ ኣፀራርያ ይምህርዎም ከምኡ ድማ ስኖም ርዮም ኤግዛክትሊ ካብቲ ቤት ትምህርቲ ናብቲ ሕክምና ናይ ስኒ ብምግባር ነቶም ስድርኦም ቆጸራ ክገብሩ ከም ዘለዎም ይገብሩ እቲ ኣብዚ ኣነ ዘለኹዎ ስቴት ማለት እዩ ስለዚ እቲ መንግስቲ ቁሩብ ተበግሶ እንተወሲድካ ክሳብ ዓሰርተ ሽዱሽተ ድዮም ገለ ዝበጽሑ ደሓር ዝመጽእ ዳመጅ ስለ ዝፈልጡ ፕሮቴክት ክገብርዎ ነቲ ስነ ስርዓት ከልምድዎም ብዙሕ እዮም ዝፅዕሩ ምክንያቱ ሓንሳብ ምስ ተበላሸወ ከምቲ ዝበልካዮ ንኽትዕርዮ ብዙሕ ጻዕሪ ስለ ዝወስድ እቲ ኣብ ኤርትራ ዝዓበየ ከማይ ከማኻ ውን ንስኻ እኳ ተማሂርካ ኢኻ ዝበዝሐ ግን እንታይ ዓይነት ልምድታት ናብቶም ቆልዑ ከነስግር ንኽእል ብጀካ እቲ ንሕክምና ዝኸዱ ዋላ እቲ ሕክምና ውን ከክንደይ እዮም እንታይ ዓይነት ቸክ እዮም ክገብሩ ዝኽእሉ እስከ ኣብ ቁሩብ እዚኣ ኮምፕሬሄንሲቭሊ እቲ ሰብ ባዕሉ ክገብሮ ዝኽእል ናብ ሕክምና ክኸዶ ዝኽእልን እስከ ወስ በለልና። ነዛ ቪድዮ ትርኢ ዘለኻ ነዛ ቪድዮ ትርኢ ዘለኹም ክትዓብዩ ክትልወጡ ናብ ዝለዓለ ደረጃ ክትከዱ ከም ትደልዩ ይርደኣኒ ኣሎ ዳትስ ዋይ ነዚ ትርእዩ ዘለኹም እምበኣር ናብቲ ጉዕዞ ናብቲ ዝለዓለ ደረጃ ንምዕባይ እቲ ዝበለጸ ናብ ዝለዓለ ደረጃ ክሕግዘኩም ዝኽእል እንተሎ ድማ ውልቃዊ ክላሳተይ እዩ እሱ ድማ ናብ ስቶክ ማርኬት ብቁጠባ ንክትዓብዩ ናብ ቢዝነስ ክታቱ ተደሊኩም ኦንላይን ቢዝነስ ከምኡ እውን ኣብዚ እዋን እዚ ዘድልየኩም ክእለታት ናይ ኮምፒተር ናይ ቋንቋ ከምኡ እውን ናይ ኤዲቲንግ ክትመሃሩ ተደሊኩም ብዙሕ ኮርሳት ኣለና ኣብዚ እዋን እዚ ድማ ዲስካውንት ጌርና ስለ ዘለና ንክትጥቀሙሉ ብትሕትና ይዕድመኩም። ኦኬ ሕጂ እዚኣ ጽብቕቲ ሕቶ እንድያ ኣክሽሊ ሕጂ ኣብ ክንዲ ናብ ቅድሚ ናብቶም ቆልዑት ናብ ኣዴታት ቅድም ክኸይድ እየ ምክንያቱ ህፃን ክውለድ ከሎ መጀመርያ ነፃ እዩ ዝውለድ ባክቴርያ ብሉ ሕማም ኣብሉ እዩ ዝውለድ ማለት እዩ እንደ ኦራል ካቪቲ ክንዛረብ ከለና ዶ ሞመንት ካብታ ናይ ኣዲኡ ውንድ ክወፅእ ከሎ ኩሉ እቲ ናይ ኣዲኡ ዘለዎ ጸገማት ኣብኡ ትራንስፈር ገብር ምክንያቱ ኣዲኡ ትስዕሞ ኦል ደ ባክተርያ ኣብቲ ናይ ኣደ ዘሎ ባክተርያ ትራንስፈር ገብር ማለት እዩ ዓባይ ትስዕሞ ሓትኖ ትስዕሞ ገለ ትስዕሞ ማለት እዩ ስጂ እንታይ ማለት እዩ መብዛሕትኡ ግዜ እዚ ሕጂ ኣብቲ ሲዲሲ ወብሳይት ዋላ ከይድካ ተሪኢኻዮ እንታይ ዝብል መስለካ ህጻናት ኣደ እንድሕር ታደ እንድሕር ካቪቲ ኣለዋ ወይ ድማ ናይ ፔሪዳንታል ዲዚዝ ኣለዋ ትሪ ታይምስ ህፃን ከዓ ይህልዎ እታ ኣደ ንኣብነት እንድሕር ኩሉ ናታ ብግቡእ ትከናኸነ ኮይና ዘይትከናኸኖን እቲ ህፃን ዝውለድ ሰለስተ ዕፅፊ ሞር ፕሮን እዩ ማለት እዩ ነቲ ንዕኡ ንክኸውን ሶ ሕጂ እንታይ ማለት እየ ኣብ ክንዲ ነቲ ህፃን ተተኩር ሕጂ ነደ ኢኻ ተተኩር ማለት እዩ ካብ ኣደ እያ ትጅምር ኣብቲ ግዜ ጥንሲ
ብጣዕሚ ኣገዳስነት ስለ ዘለዎ ብፍላይ ኣብ ግዜ ጥንሲ መብዛሕትኡ ግዜ ኣብዚ ዓዲ እንታይ እየን ዝብላኻ እንድሕር ደቂ ኣንስትዮ እንታይ እየን ዝብላኻ እቲ ቀዳማይ ህፃነይ ክውለድ ከሎ ሽዑ እዩ ናተይ መጀመርያ ካቪቲ ናተይ ገይረ እዩ ዝበሃል ምክንያቱ ኣብ ግዜ ጥንሲ ብዙሕ ቼንጅስ ኣሎ መዓት ሆርሞናል ቼንጅስ ኣሎ እቲ ሰላይቫ እቲ ናህና ጥፍጣፍ ነቲ ካቪቲ ከይንገብር ዝከላኸለልና እቲ ናይቲ ሰላይቫ ኮምፖዚሽን ይቕየር ገለ ደቂ ኣንስትዮ ተምላስ ገለ ንገብረለን which is more acidic መዓት ዳመጅ ይገብረለን ማለት እዩ so ኣብ ግዜ ጥንሲ ደቂ ኣንስትዮ ማራ ክጥቅዖ ዝግበአን እዋን ሽዑ እዩ ኦኬ so እንድሕር ሽዑ ክሊር እንድሕር ፅቡቅ ተኸናኺነንኦ እቲ ህፃን ከዓ ይጥቀም ማለት እዩ ግን ኦብቪየስሊ ህጻን ከ ምስ ተወልደ ከ ደሓን ሓራይ ምስ ተወልደ ከኣ እንታይ እያ እታ ሕጊ እንታይ እያ ወይ እታ ቀዳመይቲ ስሙ ክትወጽእ ከላ ወይ ድማ ሽዱሽተ ወርሒ ኣብ ሓዲኤን እታ ዝቀደመት ገሊኦም ኣለዉ ቀልጢፎም ዘውጽኡ ስኒ you have to take them to the dentist እዚ ከ እንታይ ማለት እዩ እቲ ደንቲስት ኤክስሬይ ክወስደሎም ወይ ገለገለ ማለት ኣይኮነን ግን ምስቲ ሓኪም ብግቡእ ኣዘራሪቡ ነደ እንታይ እንታይ ከመይ ከመይ ንኣብነት ጡጦ ሂባቶ ድያ ትድቅስ ቆልዓ ጡጦ ሓቂፉ ድዩ ድቅስ ኮሚታት ምክሪ ስለ ትረክብ ማለት እዩ ስለዚ ብዝተካለ መጠን ካብ ወዲ ሽዱሽተ ወርሒ ሒዝካ ኢካ ትከናኮኖ ነቲ ቆልዓ ማለት እዩ ሕጂ እዚ እንታይ ማለት እዩ ዋላ ስኑ ኣይውፃእ ግን ብፅሩይ ጨርቂ ጌርካ ነቲ ግርፃኑ እንዳፅረካ ቅድሚ ምድቃሱ

ናትካ ከም ፐርሰን ከኣ ካብኡ ክንመሃሮ ንኽእል ብዙሕ ስለ ዘሎ ቅድሚ ናብቲ ኣርእስቲ ምኽኻድና ኣስናና ጽቡቕ ከምዚ ናትካ ክኾነልና ምህንታን እንታይ ክንገብር ንኽእል እስኪ ኣድቫይስ ኣበና ኢንጀነራል ጽቡቕ ስኒ ጻዕዳ ስኒ ክህልወና እንታይ ክግበር ይኽእል
እወ ብሓፈሽኡ እዚ ሕጂ እንታይ ኣመጋግባና እቲ ናህና ኬር ሃይጂን ደንታል ሃይጂን ኬር ማለት እዩ ኣብ ሕክምና ከና ኤክስሬ ወሲድና ሕጂ እቲ ኤክስሬ ወሲድካ ከዓ ንገለ ሰብ ኤቭሪ ትሪ ማንስ ምፃ ዝበሃል ሰብ ኣሎ ንገለ ሰብ ኤቭሪ ፎር ማንስ ምፃ ዝበሃል ኣሎ ንገለ ሰብ ከዓ ኤቭሪ ሲክስ ማንስ ምፃ ዝበሃል ኣሎ ከከምቲ ጥዕናኻ ማለት እዩ ድሕሪ ጋም ዲዚዝ ወይ ድማ ናይ ግልፂ ኣለርሲ እንተሃልዩካ you have to be in a very strict ዝኾነ ፕሮቶኮል ክትህሉ ኣለካ every three months ክትመፅእ ኣለካ otherwise you know ኣብ ሕክምና ከድካ ዋላ ፅርዮም ተሰዲዶምኻ it doesn't take very long ብዙሕ ግዜ ይወስድ እዩ ልክዕ ናብታ ነበረካ ክትምለስ ኦኬ ሶ ኩሉ ማለት እየ ሕጂ ሕጂ እቲ የስ ናህና ሃይጂን ኣመጋግባና እሱ ጥራይ ዘይኮነ ከኣ ክንድቅስ ከሎና ምሸት ከመይ ጌርና ብራሽ ጌርና ከመይ ጌርና ፍላስ ፍላስ ከኣ ዘን ፈትሊ ጌርካ ማለት እዩ ብልክዕ ነብሲ ወከፍ ክተጽርዮ ክትክእል ኣለካ ሚን ስኒ ኢዝ ኤክስፐንሲቭ ከቢእ ክቡር እዩ ሕጂ እንታይ ማለት እየ ሶ ዩ ውድ ራዘር ኣብ ገዛ ኤክስትራ ጌርካ ምጽራይ ይሕሸካ ማለት እዩ ክቡር እዩ ሕጂ ነግረካ ዋጋ ክነግረካ ንኣብነት ስኒ እጅስ ነቲ ሰብ ክበርሃሉ ኢለ የስ ድሕር ስንኻ ሉዝ ጌርካዮ ለሰይ ዕፋይ ሉዝ ናይተይ ናይ ላዕሊ ስነይ ሉዝ ተገይረየን እሞ ኢምፕላንት ክገብረ እንተደልየ እዚ ከማን ዓፅምካ እንተሎ ማለት እዩ ኦኬ ኢምፕላንት ጌርካ ነዚ ዓፅሚ ንሓንቲ ኣርቺ ክገብር ኦልሞስት 27 ሽሕ ክሳብ 30 ሽሕ ዋጉ ሰምዕ ኣለኹም ዲኹም

ኦኬ ኦ ገረ እንደ ዲፕ ክሊኒንግ ገረ እንደ ክልተ ዓመት ገለ ብለካሰ ዋ ዩ ኖ ሰ እንታይ ማለት እየ እዚ ሕጂ ክፅቀጠሉ ዘለዎ ማለት እዩ እቲ እቲ ኬር በበይኑ ናይ ንኩሉ ሰብ ሓደ ኣይኮነን ከም ዝብለካ ገለ ሰብ ኤቭሪ ሲክስ ማንት መፅኡ ኖርማል ክሊኒንግ ጌርካ ትሰዶ ኣሎ ገለ ሰብ ከኣ ማራ ተጎዲኡ ስለ ዝጸንሕ ማራ ኬር ዘድልዮ ኣሎ ማለት ኣየ ስለዚ ብሓፈሽቱ እሱ ዝመስል ግን the best is ኣብ ሓክምና ከድካ ተኣምኖ ሰብ ረኺብካ ክርዳእካ ዝኽእል ነው ከምዝብለኩም ሎሚ ነው ኣማራፂ ማለት ሲ ኢንተርነት ስለ ዘሎ ኩሉ ሰብ ዋላ ዩቱብ ኣቲኻ ዋላ ገለ ኣቲኻ ሓበሬታ ክትረኽቡ ትኽእል ኢኻ